ሰላም ንዓኹም ኩሉኹም ተኸታተልቲ ናይዚ መደብ ከመይ ትኾኑ ከመይ ኣለኹም በብዘለኹሞ ሰላም ቅሳነት ጥዕና ዘለዎ ግዜ ትሕልፉ ክትህልዉ ተስፋ ይገብር እምበር ብምቕጻል ሓደ ኣብ ዝሓለፈ ፖስት ብዝገበርክዎ መሰረት ኣይ ቲንክ ንብዙሓት ሰባት ኣገዲሳትኩም ነይራ ግን ክትረኽብዎ ኣይከኣልኩም ስለዚ ደጊመ ኣምጽኤ ኣለኹ ማለት እዩ እዚኣ ልክዕ ከምዚ ንሪኣ ዘለና ሰንት ፕላስ ወይ ፕላስ ሰንት እያ ትብል እዚ ድማ ንምንታይ ይጠቕመና ኢለ ነይረ እቲ ዘለናዮ ገዛ ሽታ እንድሕር ሕማቕ ሽታ ኣለዎ ኮይኑ ምኻደ እንድሕር ኣብና እቲ ጨና ናይቲ ገዛ ክንለኽዮ ከለና ኣብ ሕብሪ ትውሰኸ እዚኣ ኣብቲ ዘለና ሕብሪ ኣብኡ ንውስኻ እሞ ክንለኽዮ ከለና ሽዑ ነቲ ገዛ ብምሉኡ ጨና ናይቲ ዝነበረ ናይ ቅድም ሕጂ ዝነበረ ሕማቕ ጨና ብጥዑም ጨና ጌራ ትቕይረልና ማለት እዩ ኣርባዕተ ዓይነት ዝተፈላለያ ጨና ዘለዎን ኣለዋ ምናልባት ክንገዝኦ ከለና ኣብዚ ራፕ ዝብል ኣሎ ወይ ስክራች ከምዚ እንዳሕር ጌርና እቲ ሓቀኛ ምስሊ ናይቲ ጨና ክንሽትቶ ንኽእል ኢና ማለት እዩ ስለዚ እዚኣ ኣበይ ትርከብ እንድሕር ኢልና ኣብ ሆም ዲፖ ደ ሆም ዲፖ ሆም ኢምፕሩቭመንት ዝበሃል ኣሎ እንድሕር ኣብ ዩኤስ ኣለኹም ኮ እዩ ዝለ ክትረኽቦ ትኽእሉ ኢኹም እቶም ኣብ ርሑቕ ዘለኹም ወይ እውን ክትረኽብዋ ዘይትኽእሉ እንድሕር ኮንኩም ከ ብኦንላይን ኦርደር ክትገብሩ ትኽእሉ ኢኹም ልክዕ ስለዚ ከምዚ ንሪኦ ዘለና ኣብ ጎግል ኣቲና ጎግል ሰርች ደ ሆም ዲፖ ኢልና ምስ ጸሓፍና እቲ ናቶም ዌብሳይት እዚ ሆም ኢምፕሮቭመንት እታ ፒንክ ንሪኣ ዘለና ሆም ዲፖ ትብል ዘላ ንዓኣ ንፅሕፍ ካብኡ ኣብቲ ዌብሳይት ሰርች ናቶም ኣቲና ሰን ኦፍ ፔይንት ኢልና ምስ ፀሓፍና እቲ ንደልዮ ክመፀና እዩ ሶ ፔይንት ክንውስኸላ ኣለና ምስ ምክንያቱ እቲ ሰን ጥራይ እንድሕር ኢልና ዝተፈላለዩ ዓይነት ጨና ናይ መወልወል እውን ከምኡ ስለ ዘሎ ከየደራብሸና ማለት እዩ ስለዚ ሰንት ኦፍ ፔን ምሰልና እቲ ናት ኦፕሽን ክመፀና እዩ ማለት እዩ ዋላ ኣብ ጋሎን ኣብ ናይ ጃሎን ዝሽየጥ እውን ኣሎ ምናልባት ከም ብዝሐ ዝደለናዮ ማለት እዩ ግን ኣብቲ ኦርደር ክንገብር ከለና ብግቡእ እቲ ፅሑፍ እንታይ ይብል ኣሎ ኣንቢብና ካልእ ዓይነት ኦርደር ከይንገብር ተጋጊና ማለት እዩ። ስለዚ እዘን ዝረኣኹኹም ዘለዋኹም ከምዚ ትርእይወን ዘለኹም ኣርባዕተ ዓይነት ጨና ዘለወን ዘዚ ዝተፈላለየ ጨና ዘለወን እየን። ካብኡን መሪፅና በዓልና ክነብል ንኽእል ኢና ማለት እዩ። ኣገባቡ ከዓ ከምዚ ትርእይዎ ዘለኹም ሓንቲ ጎማ ናብ ሓንቲ ጋሎን ሓሙሽተ ጋሎን እንድሕሪ ሕብሪ ኣለና ኮይኑ እቲ ባኬት ማለት እዩ ሓሙሽተ ከማ ክንጥቀም ኢና ስቲል ሓንቲ ትሰርሕ ግን ሞር ነቲ ነቲ ጨና ከጥፋኣልና እንድሕር ደሊና በቲ ሳይዝ መሰረት እንድሕር ተጠቒምናሉ ኣድማዒ ክኸውን ይኽእል እዩ ማለት እዩ ስለዚ ሓንቲ ጎማ ኣብ ሓንቲ ጋሎን ሓሙሽተ ጋሎን እንድሕር ኣሊና ሓሙሽተ ጋሎን ንጥቀም ማለት እዩ ያ ስለዚ እዚኣ እታ ዌብሳይቶም ከምዚ ጌርኩም ኦርደር ክትገብሩ ትኽእሉ ኢኹም ምናልባት እንድሕር ከዓ እትኽእሉ እቲ ሊንክ እውን ኣብ ታሕቲ ክፅሕፈልኩም እየ ግን እዚኣ ሃዝዋ ደ ሆም ዲፖ ትብል እሰያታ ስቶር ማለት እዩ ክትረኽብዋ ትኽእሉ ምናልባት ኣብ ኣማዞን እውን ክህሉ ይኽእል እዩ እታ ፅሕፍቲ ግን ፕላስ ኢልኩም ሰንት ኦፍ ፔንት ኢልኩም ጽሒፍኩም ሰርች ግበርዋ ኣይ ሆፕ ክትረኽብዋ ተስፋ ይገብር ማለት እዩ ነቲ ዘሎ ጨና ምዕር ክተጥፍእዎ ዘልኹም ወይ ሕማቕ ዘይትደልይዎ ጨና ሓድሽ ገዛ ምስ ናእትዎ ድዩ ወይ እቲ ሕብሪ ክንቅይር ከለና ናይቲ ገዛና እቲ ዘነበረ ናይ ቀደም ሽታ ሕማቅ ሽታ ኩሉ ግዜ ምስ ናይ መግቢ ድዩ ናይ ዘይቲ ድዩ ናይ ዝኾነ ነገር ሕማቅ ጨና እንድሕር ኣለዎ እቲ ገዛ ክንለኪ ከለና ብከምዚ ክንቅይሮ ንኽእል ኢና ማለት እዩ ስለዚ ኣይሆፕ ሓጋዚት ኮይና ክትረኽብዋ ተስፋ ይገብር ከምኡ ካልእ እንድሕር ክቐርብ ኣለዎ ትብልዎ ሓሳብ እንድሕር ኣሊኩም ኣብ ኮመንት ጸሓፉለይ ኩሉ ግዜ ኣነ ንመንገዲ ስራሐይ ክቐርብ ክፍትን እየ ማለት እዩ። እዚ ኩሉ ግዜ ኣብ ኣብ ዩቱብ ፕላስ ኣብ ኣብ ቲክታክ ውን ሓፂር ሓፂር ፖስት ገብረ the same ኣካውንቲ ገሬ ፕሮዳክሽን ዘለኩም ሓሳብ ፀሓፉለይ ኣነ ካብ ዓቕመይ ከቐርብ እየ ማለት እዩ። ስለዚ thank you guys